እዛ ኣብዚ እዋን ቀንዲ መዛረቢ ዛዕባ ኮይና ዘላ ግሪንላንድ ከመይ ዝበለት እያ? ዋንነታኸ ናይ መን እያ? ስለምንታይከ ኣሜሪካን ዴንማርክን ብሰንካ ይሰሓሓባ ኣለዋ ንምምላስ ናይ ሎም መደብና ክሕግዘና እዩ። ግሪንላንድ ናይ ዓለምና ዝዓበየት ደሴት እያ። ክንዲ ሽዱሽተ ዕጽፊ ጀርመን ዝኸውን ስፍሓት ከኣ ኣለዋ። ብዘለዋ ኣዝዩ ቀራሪ ዝኾነ ኩነታት ኣየር ግን ኣብዛ ደሴት ከባቢ ሓምሳን ሽዱሽተን ሽሕ ህዝቢ ጥራሕ እዮም ዝነብሩ። ኣብ ሰሜን ኣሜሪካ እኳ ተደኲና እንተላ ግን ጽልዋኣ ናብ ኤውሮጳ ይዛዚ። ብኸመያ ግን ግሪንላንድ በታ ኣብ ኣሽሓት ኪሎ ሜተር ርሒቓ ዘላ ዴንማርክ ትውነን ዘላ? ስለምንታይ እተን ኣብ ጥቓኣ ዘለዋ ከም በዓል ሕቡራት መንግስታት ኣሜሪካ፣ ካናዳ፣ ኣይስላንድ ዝኣመሰላ ሃገራት ኣካለን ዘይገበርኣ? ናይ ግሪንላንድ ርእሰ ከተማ ኑግ ትበሃል ኣስታት ዓሰርተ ትሽዓተ ሽሕ ህዝቢ ይነብርዋ። እዛ ደሴት ርእሰ ምሕዳር ዝኣወጀት ኮይና ኣብ ኑክ ናይ ባዕላ ሃገራዊ ባይቶ ኣለዋ። ዴንማርክ ከኣ ናይ ወጻኢ ዝምድናታትን ስራሕ ምክልኻልን ትዓምም። ዝበዝሐ ክፋል ግሪንላንድ ሰብ ኣይነብሮን እዩ። ካብዛ ደሴት እታ ዝቐረበት ኤውሮጳዊት ሃገር ኣይስላንድ እያ። ኣብ ሰለስተ ሚእትን ዒስራን ኪሎሜተር ርሕቀት ከኣ ተደኲና ንረኽባ። ክልተ ሽሕን ኣርባዕተ ሚእትን ቅድሚ ልደተ ክርስቶስ ንፈለማ እዋን ካብ ካናዳ ናብ ግሪንላንድ ሓደስቲ ሰፋሮ ኣትዮም። ኤውሮጳውያን ከኣ ኣብ ታሽዓይ ክፍለ ዘመን ብመንገዲ ኤሪክ ደር ሮተ ካብ ኣይስላንድ ናብ ግሪንላንድ ሰፊሮም። እቶም ሓደስቲ ኤውሮጳውያን ሰፋሮ ምስቶም ኣብኡ ዝጸንሕዎም ካልኦት ተሓናፊጾም ምንባር እኳ እንተቐጸሉ ቁጽሪ ህዝቢ እዛ ደሴት ግን ብዙሕ ክዓቢ ኣይከኣለን። ንሓያሎ ዘመናት እውን ደሃይ ግሪንላንድ ጥፉእ እዩ ነይሩ። ኤውሮጳውያን ብመግዛእቲ ንዓለም ክማቐልዋ ምስ ጀመሩ ግን ዴንማርክ ኣዒንታ ናብ ግሪንላንድ ኣቢላ ተኺላተን። ኣብ ሽሕን ሸውዓተ ሚእትን ዒስራን ሓደን ዓመተ ምህረት ከኣ ዴንማርክ ንፈለማ እዋን ሚስዮናውያን ናብታ ደሴት ለኣኸት። ዴንማርክ ኣብ ሽሕን ሸውዓተ ሚእትን ሰብዓን ሓሙሽተን ግሪንላንድ ግዝኣታ ከም ዝኾነት ብዕሊ ኣወጀት። በዚ ከኣ ገማግም ግሪንላንድ ንወጻእተኛታት ነጋዶ፣ ዕጽው ኮነ። ዴንማርክ ዜጋታት ኣብ ግሪንላንድ ከተስፍር ምስ ጀመረት ድማ ቁጽሪ ህዝቢ እታ ደሴት እናወሰኸ ከይዱ። ካብኡ ንደሓር ግሪንላንድ ኣብ ጂኦፖለቲካ ዓለም ኣገዳስነታ ክዓዝዝ ጀሚሩ። ኣብ እዋን ካልኣይ ኲናት ዓለም ጀርመን ንዴንማርክ ስለ ዝተቖጻጸረታ ንግሪንላንድ ሕቡራት መንግስታት ኣሜሪካ ሓዝዋ። ካልኣይ ኲናት ዓለም ምስ ተዛዘመ ግን ኣሜሪካ ንግሪንላንድ ናብ ዴንማርክ መለስዋ። ይኹን እምበር ኣሜሪካውያን እቲ ኣብኡ ዝተኸልወ ወተሃደራዊ መዓስከር ኣይሓደግዎን። ኣብ እዋን ዝሑል ኲናት ከኣ ዓቢ ተራ ይጻወት ነይሩ። ዴንማርክ ኣብ ሽሕን ትሽዓተ ሚእትን ሓምሳን ሰለስተን ግሪንላንድ ግዝኣተይ ትብሎ ዝነበረት ጉዳይ ኣውሪዳ ምልእቲ ኣካላ ከም ዝኾነት ገለጸት። ብዘሎ ናይ ጂኦግራፊካዊ ርሕቀት ግን ግሪንላንድ በብእዋኑ ርእሰ ምሕደራ ክህልዋ ይስራሕ ነይሩ። ኣብ ሽሕን ትሽዓተ ሚእትን ሰብዓን ትሽዓተን ግሪንላንድ ክሳብ ናይ ባዕላ ባይቶ ምቛም በቒዓ። ኣብ ክልተ ሽሕን ትሽዓተን እቲ ዝነበረ ርእሰ ምሕደራ ኣጸቢቑ ዓብዩ፣ ግሪንላንድ ናይ ገዛእ ርእሳ መራሒ ንዓለም ኣፋሊጣ። እቲ ጉዕዞ ኣብ መወዳእታ ግሪንላንድ ነጻነት ዝኣወጀት ሓራ ሃገር ንምግባራ እዩ። እቲ ኣብ ሰሜናዊ ክፋል ግሪንላንድ ዘሎ በረድ ምስ ክሊማዊ ለውጢ ይመክኽ ስለዘሎ መራኽብ ብዘይ ጸገም ክሓልፋ ጀሚረን ኣለዋ። ግሪንላንድ ኣብ መንጎ ሕቡራት መንግስታት ኣሜሪካን ሩስያን ስለ ዘላ እምበኣር ኣሜሪካ ነዛ ደሴት ብምኽንያት ሃገራዊ ድሕነት ኣካለይ ክትከውን ኣለዋ ዝብል መርገፂ ሒዛ ኣላ። ኣሜሪካ ሎሚ ኣይኮነትን ብመንገዲ ትራምፕ ንግሪንላንድ ክትጥቕልላ ትደሊ ዘላ። ኣቐዲማ ኣብ ሽሕን ሸሞንተ ሚእትን ሱሳን ሸውዓተን እውን ሓሲባ ነይራ እያ። ኣብ ሽሕን ትሽዓተ ሚእትን ኣርባዓን ሽዱሽተን እሞ ኸኣ ንዴንማርክ ዋጋ ሓደ ሚእቲ ሚልዮን ዶላር ወርቂ ብምሃብ ንግሪንላንድ ክትዕድጋ ሓሲባ ነይራ፣ ዴንማርክ ግን ኣይተሰማምዐትን። ኣብ ክልተ ሽሕን ዓሰርተ ትሽዓተን ትራምፕ ደጊሙ ነዛ ደሴት ክዕድጋ ፈተነታት ገይሩ። ህዝቢ ግሪንላንድ ንሕና ንመሸጣ ዝተቐረብና ኣይኮናን ክብሉ እንከለዉ፣ ዴንማርክ ከኣ ንዕድጊ ከምዘይተቕርባ ገሊጻ። ትራምፕ ሎሚ ቕነ ከም ዘፍለጦ፣ ሃገሩ ንግሪንላንድ ዋላ ውን ብወተሃደራዊ ሓይሊ ኣካላ ክትገብራ ከም ዝኾነት የጠንቅቕ። ዴንማርክ ብወገና፣ ኣሜሪካ ነዛ ደሴት ብሓይሊ ክትጎብጣ እንተፈቲና ጉዳይ ኔቶ ፋሕ ክብል እዩ ክትብል ግብረ መልሲ ሂባ። ግሪንላንድ ወይ ናይ ባዕላ ወይ ናይ ዴንማርክ ወይ ከኣ ናይ ኣሜሪካ ከም ዝኾነት ዝውሰነሉ እዋን ግን፣ እናቐረበ ከም ዝኾነ ምልክታት ይረኣ ኣሎ። እቲ ዝበዝሐ ተኽእሎ ብሓይሊ ኣካል ኣሜሪካ ምዃን'ዩ፣ ምኽንያቱ ትራምፕ ኣይደቀሰን። ግሪንላንድ ትኹን ዴንማርክ ኸኣ ምስ ኣሜሪካ ዝመጣጠን ሓይሊ የብለንን። ትራምፕ ብሓይሉ ድላዩ ካብ ምግባር ዝዓግቶ ከም ዘየለ ኣቐዲሙ ኣብ ቬንዙዌላ ኣረጋጊጽዎ ስለ ዝኾነ፣ ነቲ ኩነታት ኣብ ግሪንላንድ እውን ዘይደግመሉ ኣብነት የብሉን። ህዝቢ ግሪንላንድ ከምቲ ኣቐዲምና ዝገለጽናዮ ኣብዚ ዝእቶ ዝበሃል ቁጽሪ የብሉን። ሓምሳን ሽዱሽተን ሽሕ ማለት ኣብ ኣሜሪካ ቁጽሪ ህዝቢ ናይ ሓንቲ ንእሽተይ ገጠር እዩ። ስፍሓት መሬታ ግን ኣዝዩ ዓቢ እዩ። ጀርመን፣ ፈረንሳ፣ ኢጣልያን ስጳኛን ተሓዊሰን ክንዲ ግሪንላንድ ስፍሓት የብለንን። ገምትዎ፣ እዛ ኣብ ዓለምና እታ ዝዓበየት ደሴት ግሪንላንድ ክሳብ ክንደይ ዓባይ ምዃና? ሰማንያ ሚእታዊት ናይዛ ደሴት ብበረድ ዝተሸፈነ'ዩ። ኑክ ዝተባህለት ርእሰ ከተማ ግሪንላንድ ኣብ ዓለምና ካብ ዘለዋ ርእሰ ከተማታት እታ ኣብ ጫፍ ሰሜናዊ ክፋል ዓለምና ዘላ ርእሰ ከተማ'ያ። ኣብ መንጎ ከተማታት ግሪንላንድ ብመኪና ምጉዓዝ ኣይከኣልን። እዘን ከተማታት ንሓድሕደን ወይ ብመራኽብ ወይ ከኣ ብነፈርቲ ጥራሕ'የን ዝራኸባ። ኣብ እዋን ሓጋይ ኣብ ግሪንላንድ ፍርቂ ለይቲ ጸሓይ ገና ኣይትጠልቕን። ኣብ እዋን ክራማት ከኣ ጸሓይ ጠፊኣ ቀትሪ ውን ጸልማት እዩ። ነበርቲ እዛ ደሴት ምስ ኩነታት ኣየር'ቲ ከባቢ እናተቓለሱ እዮም ዝነብሩ። እዛ ካብ ቅናት ምድሪ ኣዝያ ዝረሓቐት ደሴት ብዛሕሊ እተስካሕክሕ ደሴት እያ። ምስዚ ኩሉ ዛሕላ ግን ኣብዚ እዋን ስትራተጂካዊት ተባሂላ ኣብ ዓይኒ ኣሜርካ ወዲቓ ኣላ። ግሪንላንድ ብመሬታዊ ማዕድናት ኣዝያ ዝበልጸገት ኮይና፣ ንፍርያት ስማርት ቴሌፎናት፣ ኤሌክትሪክ ተሽከርከርትን ወተሃደራዊ ኣጽዋርን ወሳኒ ዝዀኑ ማዕዱናት ኣለዋ። ኣብዚ እዋንዚ ቻይና ክቡራት ማዕድናት ብምፍራይ ንኣሜሪካ ትበልጻ። ብዘይካዚ፣ ግሪንላንድ ኣብ ሰሜናዊ ኣትላንቲክ ናብቲ ኣገዳስነቱ እናወሰኸ ዝኸይድ ዘሎ ዓንኬል ኣርክቲክ ንምብጻሕ እተኽእል ስትራተጂካዊት ቦታ'ያ። ቀዳማይ ሚኒስተር ግሪንላንድ ኬንስ ፍሬደሪክ ኒልሰን ንትራምፕ ኣብ ዝሃቦ መልሲ፣ ኣሜሪካ ነታ ደሴት ንምቁጽጻር ተርእዮ ዘላ ድሌት ሕልማዊ እዩ ኢሉ። ድሕሪ ሕጂ ተወሳኺ ጸቕጢ ኣይንደልን፣ ምምስሳል ኣየድልን፣ ድሕሪ ደጊም ምጉባጥ ኣየድልን፣ ንምዝርራብ ቅሩባት ኢና፣ እዚ ግን ብግቡእ መንገድታትን ኣኽብሮት ኣህጉራዊ ሕግን ክኸውን ኣለዎ ኢሉ። ትራምፕ ግን ንእዚ ቓላት ግዲ ገበረሉን። ኣሜሪካ ብዘይካ ንግሪንላንድ ንካልኦት ሃገራት ንምግዛእ ፈተነታት ጌራ ፈሺላ እያ። ንኣብነት ኣብ ዓሰርተ ትሽዓተ ክፍለ ዘመን ኣሜሪካ ንኩዩባ ናብ ስጳኛ ክትዕድጋ ሓሲባ ኔራ ኮይኑ ግን ስጳኛ ፍቓደኛ ኣይነበረትን። ንዶመኒካን ሪፓብሊክ ኣይስላንድን ናብ ኣሜሪካ ናይ ምእታው ሓሳባት ገና ከይተበገሰ ወዲቑ። ኣሜሪካ ዝተዓወተትሉ ናይ ዕድጊ መስርሕ እቲ ኣብ ሽሕን ሸሞንተ ሚእትን ሱሳን ሸውዓተን ዝተኻየደ ዕዉት መሸጣ መሬት እዩ። ንሱ ኸኣ ንኣላስካ ካብ ሩስያ ክትዕድጋ ምኽኣላ እዩ። ካብ ዴንማርክ ዝገዘኣቶ ደሴት እውን ኣሎ። እቲ ናይ ግሬንላንድ ግን ክሳብ ሕጂ ክሰልጥ ኣይከኣለን። እዋኑ እዋን ምሻጥ ሰፊሕ መሬት ስለ ዘይኮነ፣ ድሕሪ ሕጂ ኣሜሪካ ብገንዘብ መሬትን ባሕርን ትዕድገሉ ኣጋጣሚታት ዝህሉ ይመስልን ሃገራት ለቢመን እየን ብሓይሊ ግን ክፍተን ይኽእል እዩ። ኣሜሪካ ከም ርእሰ ሓያል መጠን ነቲ ንዓኣ ዘገድሳ ብዘለዋ ወተሃደራዊ ዕብለላ ክተሳልጦ ትኽእል እያ። ክቡራት ተኸታተልትና ብወገንኩም ክቐርበልኩም እትደልይዎ መደብ ክትሕብሩና ትኽእሉ ኢኹም። ንሕና እውን ብጠለብኩም ኣብ ቀረባ እዋን ሰሪሕና ክንፍንዎ ኢና። ንሎሚ ግን ኣብዚ ክኣኽለና እዩ። ኣብ ቀረባ ብኻልእ ትሕዝቶ ክንራኸብ ኢና ንመስትያት ዓለም ሳብስክራይብ ኣብ ምግባር ኣይትሕመቑ ብሩኽ ቅነ።